ህዝቢ እስራኤልን ኰይኖም ነቲ ንስኻ ዝቐባእካዮ ቕዱስ ወድኻ የሱስ ኣብዛ ኸተማ እዚኣ ንምጽራር ተኣከቡ። ህጂ ድማ ኦ ጐይታ፣ ኣብ ምፍርራሆም ርኣ፣ ንኣገልገልትኻ ኸኣ ብዅሉ ትብዓት ክዛረቡ ፍቓድካ ይኹን። ብስም እቲ ቕዱስ ወድኻ የሱስ ሕማማት ሕሙማት ክሓውዩ፣ ትእምርትን ተኣምራትን ከኣ ክፍጸም ኢድካ ዘርግሕ። ክጽልዩ ከለዉ ከኣ እቲ ተኣኪቦምሉ ዝነበሩ ስፍራ ተናወጸ፣ ኵላቶም ከኣ መንፈስ ቅዱስ መልኡ፣ ቃል ኣምላኽ እውን ብትብዓት ተዛረቡ። ካብ መዝሙር ክልተ ስለምንታይ እዮም እህዛብ ዝዓልዉ፣ ህዝብታት እውን ከንቱ ምኽሪ ዝኣልሙ፣ ነገስታት ምድሪ ይትንስኡ፣ መሳፍንቲ ከኣ ምሰኦም ሓቢሮም ኣብ እግዚኣብሔርን ኣብቲ ንሱ ዝሓረዮ ንጉስን ክፉእ ይኣልሙ ኣለዉ። ካብ ግዝኣቶም ሓራ ንኹን፣ ነርዑቶም እውን ካባና ንደርብዮ ድማ ይብሉ ኣለዉ። እቲ ኣብ ሰማይ ዝነብር ይስሕቆም፣ እግዚኣብሄር የላግጸሎም፣ ሽዑ ተቖጢዑ ይግስጾም፣ ብነድሩ ኸኣ የፈራርሆም። ኣነ ኣብ ጽዮን ኣብቲ ቅዱስ እምባይ ንጉሰይ ሸምክዎ ኸኣ ይብል እቲ ንጉስ ከምዚ በለ፣ እቲ እግዚኣብሄር ዝበለኒ እውጅ እየ ኽእውጅ እየ እግዚኣብሄር ንስኻ ወደይ ኢኻ ኣነ ሎሚ ወለድኩኻ ለምነኒ ኣነ ኸኣ ኣህዛብ ንርስትኻ ምድሪ ብምልእታ ድማ ንዓኻ ኽህበካ እየ ንስኻ ኸኣ ብተሪ ብበትሪ ሓጺን ክትቅጥቅጦም ከም ኣቕሓ መሬት ድማ ኽትሰባብሮም ኢኻ በለኒ ባርከስ ኣቱም ነግስታት ለብሙ ኣቱም ገዛእቲ ምድሪ እውን ተኣረሙ ንእግዚኣብሔር ብፍርሃት ኣገልግልዎ። ናይ ሎም ወንጌል ካብ ወንጌል ሉቃስ ካብ ወንጌል ዮሃንስ ካብ ምዕራፍ ሰለስተ ካብ ፍቕዲ ሓደ ብዛዕባ ኒቆዲሞስን ኢየሱስን ሓደ ካብ ፈሪሳውያን ኒቆዲሞስ ዝስሙ ሰብኣይ ሓለቓ ይሁድ ነበረ። ንሱ ብለይቲ ናብ ኢየሱስ መጺኡ መምህር ብጀካ እቲ ኣምላኽ፣ ምሳኡ ዝኾነ ሰብ፣ ነዚ ንስኻ እትገብሮ ዘሎኻ ተኣምራት ኪገብሮ ዚኽእል ሓደ እኳ የልቦን እሞ፣ ንስኻ መምህር ኰንካ፣ ካብ ኣምላኽ ከም ዝመጻእካ ንፈልጥ ኢና፣ በሎ። የሱስ ድማ፣ ሰብ ካልኣይ ጊዜ እንተ ዘይተወልደ፣ ንመንግስቲ ኣምላኽ ኪርኣ ኸቶ ኸም ዘይክእል፣ ብሓቂ፣ ብሓቂ እብለካ ኣሎኹ፣ እብለካ ኣሎኹ ኢሉ መለሰሉ። ኒቆዲሞስ ከኣ ሰብከ ምስ ኣረገ ከመይ ኢሉ ክውለድ ይኽእል? መሊሱ ናብ ከርሲ እንኡ ኣትዩስ ክውለድዶ ይኽእል እዩ? በሎ። የሱስ ድማ ከምዚ ኢሉ መለሰ፣ ብሓቂ ብሓቂ እብለካ ኣሎኹ፣ ሰብ ካብ ማይን ካብ መንፈስ ቅዱስን እንተ ዘይተወልደ፣ ናብ መንግስቲ ኣምላኽ ክኣቱ ዝከኣሎ ከቶ ዝኽእል ከቶ የልቦን። እቲ ካብ ስጋ ዝተወልደ ስጋ እዩ፣ እቲ ካብ መንፈስ ዝተወልደ ኸኣ መንፈስ እዩ። ካልኣይ ክትውለዱ ብግዲ እዩ ስለ ዝበልኩ ኸኣ ኣይትገረም። ንፋስ ናብ ዝደለዮ ይነፍስ፣ ደሃዩ ኸኣ ትሰምዕ፣ ካበይ ከም ዝመጽእ ናበይውን ከም ዝኸይድ ግና ኣይትፈልጥን ኢኻ። እቲ ካብ መንፈስ ዝተወልደ ዘበለ ድማ ከምኡ እዩ። እዚ ብስራት ጎይታና ብስራት ወንጌል ጎይታና እዩ ብሓቂ ፍቁራት ኣሕዋተይን ሓተይን ኣብዚ ብሩኽ ወቕቲ ናይ ትንሳኤ ክርስቶስ ተንስኣ ሙታን ኢልና መጨረሹ ከዓ ኮነ ፍስሃ ወሰላም ምስ በልና ነዚ ኸነስተማቕሮ ተመክሮና ንኽኸውን ን ናብ ቤተ ክርስትያን ሓምሳ መዓልቲ ሰሪዓትልና ኣላ ካብ ፋሲካ ጀሚርካ ክሳዕቲ በዓል ሓምሳ ፍቁራት ኣሕዋተይን ሓተይን እኖ እምበኣርከስ ነዚ ኮነ ፍስሃ ወሰላም ተመክሮን ኣስተማቕሮን ናቱ ክንርኢ እንከሎና ቐ እቲ ወንጌል ናብ ኒቆዲሞስን የሱስን የምጻና ኒቆዲሞስ መምህር እዩ ዓብ ሰብኣ እዩ ኣብቲ በዓል መዚ እዩ እውን ናይ ሃይማኖት እውን ካብቶም ፈሪሳውያን ሓደ ካብቶም ፈሪሳውያን እዩ ሓለቓ ዩ ኸዓ ዝስሙ ሰብኣይ ሓለቓ ኣይሁድ ነበረ እዩ መምህር ሓለቓ እዩ ፈሪሳዊ እዩ ፍቁራት ኣሕዋተይን ሓተይን ኣብ ዝርክብ ናቱ እቲ ብለይቲ ዝኽተሎ ዝነበረ ይበሃል ብለይቲ ዝስዕቦ ዝነበረ ንየሱስ ብለይቲ እንታይ ማለት ተሓቢ እዩ ምክንያቱ እቶም ቤት ምክሪ ናይቶም ዕብራዊ እምነት ኣብኡ ውን ኣባል ስለ ዝኾነ ሓደጋ እዩ ንዕኡ ስለዚ ተሓቢኡ ዝረኽቦ ዝነበረ ዝምስኩ የሱስ ከዓ ዝዋሳእ ዝነበረ ኣብኡ እቲ ዓብ ሕቶ ናይ ትንሳኤ ንርዮ ንስኻ እንታይ እዩ ከም ብሓድሽ ምውላድ ከድልየና እዩ መን ኒቆዲሞስ ከምኡ ከድልዮ እዩ ፍቁራት ኣሕዋተይን ሓተይን ኣነ ንስኻ ንስኺ እውን ብሩኽ ሓወይ ብርኽቲ ሓውተይ ከም ብሓድሽ ክንውለድ ግድን የድልየና ብኸመይ ደኣ እዚ ኸድ ኣብቲ ህይወት ተመክሮና ረኣናዮ እዩ ፍቁራት ኣሕዋተይን ሓተይን ብማይን ብመንፈስ ቅዱስን ይብሎ እንታይ ማለት እዩ እቲ ካብ እኖይ ካብ ኣቦይ ካብቲ ፍቁር ኣቦይ ካብታ ፍቅርቲ ኣደይ ምውላደይ ሓደ እዩ እዚ ብስጋ ተወሊደ ኣለኹ ንስኻ እውን ከምኡ ብሩኽ ሓወይ ብርኽቲ ሓውተይ ንስኺ እውን ከምኡ እቲ ዲኤንኤ ንብሎ ንሱ ብሳይንስ ክኸውን እንከሎ እቲ ዲኤንኤ ናቶም እዩ እዚ ዓፅመ ስጋ እውን ክትንብሎ ንኽእል በቲ ትግርኛ ስለዚ እዚ ኣሎ እዚ እኹል ኣይኮነን እንታይ ደኣ ኣብ ጸጋ ጥምቀት ወለድና ሒዞምና ከይዶም ነዚ ብማይን ብመንፈስ ቅዱስን ክንጥመቕ ኣብቲ ማይ ፍቁራት ኣሕዋተይን ኣሓተይ ነቲ ምስጢር ነቲ ዘይበሃል ኢና ክብሎ ዝፍትን ዘለኹ ነቲ ዘይበሃል ዘይትነገር ክግለጽ ዘይከኣል ኣብቲ ጸጋ ጥምቀት ካብቶም ምስጢራት ቀዳማይ ምስጢር እቲ ጸጋ ጥምቀት እዩ ብጸጋ ጥምቀት እንታይ ንረክብ ኣሎና እዩ ኣብዚ ምስጢር እዚስ እንታይ ኣሎ እዩ ኣብዚ ምስጢር ምስጢራት ከም መሳኹቲ እንተዳርእናዮም ናብቲ ተመክሮን ኣስተማቕሮ ናይቲ ጸጋ ናይቲ ምስጢር ሒዝዎ ዘሎ ናብኡ ክንኣቱ ንኽእል ሳክራመንቱም እውን ይብሎም ምልክታት ናብቲ ውሽጢ ዘእትውና መሳኹቲ ናብቲ ውሽጢ ዘእትውና ናብቲ ተመክሮን ኣስተማቕሮን ናይዚ ህያው ኣምላኽ ምእንቲ እዚ ኒቆዲሞስ ዝሕተቶ ዘሎ እዚ ንሕና ኣብ ወለድና ሒዞምና ዝኸሉ ጥምቀት እዩ ብማይን ብመንፈስ ቅዱስን ህያው ህዝበ ትንሳኤ ምእንቲ ክንከውን ብኡ ኢና ንጅምር ብጸጋ ጥምቀትና ኢና ህዝበ ትንሳኤ ኮይና። ከመይ ኣብቲ ጥምቀት በቲ ባሕሪ ይምሰል ፍቁራት ኣሕዋተይን ሓተይን በቲ ቀይሕ ባሕሪ ኣብ ጥምቀት ከነኣቱ እንከለና ብፍላይ እቲ ናይ ቀደም ጥምቀት ብምሉእ እቲ ሰብኣይ ሰበይቲ ምሉእ ዓበይቲ እዮም ነይሮም እቶም መጀመርያ ዝጠመቑ ዝነበሩ ኣብቲ መጀመርያ ክንጅምር እንከሎና ተሓርዩ ናብ ህፃናት ኮይኑ ምሉእ ብምሉእ ናብቲ ማይ ይጥሕሉ እዮም እእትውዎ ኣቢሎም ኣብቲ ማይ ኣብቲ ማይ ዳርጋ ትንፋስ ስእን ምስ ኣበለ እዩ ኣውፅእ ዘብሎም እቲ ዘጠምቖም ዘሎ ካህን እንታይ ማለት እዩ ብሞት ኢና ንሳገር ዘለና ነናይ ንመውት ነቲ ሓደ ኣረጊት ሰብነት ነቲ ዓፅመ ስጋ ጥራይ ዝኾነ እንታይ ንውስኽ ኣለና ሕጂ መለኮታዊ ህይወት ህይወት ናይ መንፈስ ቅዱስ ህያው ምዃን ወሃቢ ህይወት ዝኾነ መንፈስ ቅዱስ ንኣምን ንብል ዳሓር ኣብቲ ናይ ሃይማኖት ስራሕ ክንገብር እንከሎና ጸሎት ኣብ ቅዳሴና ወሃቢ ህይወት ዝኾነ፣ ህያው ዝገብረናስ ንሱ እዩ። እቲ ርሕናን ትንፋስናን ኮይኑ ብኣኡ ንነብር፣ ብኣኡ ንንቀሳቐስ፣ ብኣኡ ህያዋን ንኸውን። ስለዚ ኒቆዲሞስ ክርድኦ ኣይከኣለን። ኣንታ ኣነ ኣብ እርጋነይ ዶ ከም ብሓድሽ ናብ ማህጸን እኖይ ክኣቱ ኮይነ እዩ ዝብሎ ዘሎ ሓደ። ካልኣይከ እቲ እንታይ ከመይ ማለት ሰብ ኣብ እርጋኑ ዶ ከም ብሓድሽከ ክጅምር ይኽእል እዩ? እወ ክጅምር ይኽእል እዩ ፍቁራት ኣሕዋተይን ሓተይን ኣነ ንስኻ ንስኺ ሎሚ እውን ኣብ ዘለና ዕድመታት ኣብ ሰላሳታት ኣብ ኣርባዓታት ኣብ ሓምሳታት ገሊዕሉ እውን ኣብ ልዕልኡ ዘለና ኣቦታት ኣዴታት ነቲ ጸጋ ጥምቀትና ከነስተማቕሮ ህጂ እንታይ ማለት በዚ ጸጋ ጥምቀት ኣብ መጀመርያ ኣብኡ ኣብቲ ህይወት ናይ ኣምላኽ ኣቲና ብሞት ናይቲ ተራ ሰብኣዊ ህይወት ጥራይ ዝኾነ ናብቲ መለኮታዊ ህይወት ኣቲና። ናብቲ ህይወት ናይ ርእስ እግዚኣብሔር ናይ ዓርሱ ናይ ርእሱ ህይወት ኢና ኣቲና። ናይ ቅድስ ስላሴ ህይወት ስለ ዝኾነ ከኣ ብስመ ኣብን ወልድን መንፈስ ቅዱስን እጠምቐካ ኣለኹ ይብል ኣባቴ ሓውና ኡፍ ከኣ ይብለልና እዩ እቲ መንፈስ ቅዱስ እዩ ንሱ ከኣ ኣብቲ ናይ ትማሊ ንባብ ሰሚዕናዮ ኡፍ ይብለሉ ነቲ ቆልዓ ነቲ ህፃን ስለዚ ኩሉ ምልክታት እዚ እንታይ እዩ ናብቲ ተመክሮን ኣስተማቕሮን ናይቲ ክንገር ዘይከኣል ብቓላት ክግለጽ ዘይከኣል ተመክሮ ናይ ህይወት ኣብ ክርስቶስ ብመንፈስ ቅዱስ ንኽብሪ እግዚኣብሔር ኣቦ ንረብሓ ብዙሓን ብፍትሕን ሰላምን ነዚ ምስጢር እዚ ንምግላጽ እዩ ሱታፌ ኣሎና ሱታፌ ተመክሮ ኣስተማቕሮ ናይዚ ህይወት እዚ ስለዚ ንሱ እቲ ካብ ላዕሊ ዝውለድ እምበኣር ካብ ላዕሊ ክንውለድ ኣሎና እቲ ላዕሊ ንብሎ ዘለና መለኮታዊ ህይወት ኣምላኽ እዩ ብመንፈስን ብማይን ክንውለድ ኣሎና ዳግም ክንውለድ ኣሎና ነዚ እጂ ከም ዝገበርናዮ ርጉፅ እዩ ፍቁራት ኣሕዋተይን ሓተይን ኣብ ፀጋ ጥምቀትና እንታይ ደኣ ናቱ ተመክሮን ኣስተማቕሮን ግን ረሲዕናዮ ክንህሉ ንኽእል በዚ ምክንያት እዚ ከዓ ፋሲካ መፀ እቲ ኣብቲ እምነት ብፍላይ ኣብቲ ናይ ኩላዊት ቤተክርስትያን ስርዓት ከም ብሓድሽ ንሕድሶ ናይ ሃይማኖት ስራሕ ከም ብሓድሽ ደው ኢልና እወ ንሸይጣን ትኽሕዶ ኢልና ወ ክሕድ ክሕድ ክሕድ ንበል ዳሕራይ እንተዮ ኣምላኽ ኣብ ወልድ መንፈስ ቅዱስ ኣምን ኣምን ኣምን ከዓ ንበል እንታይ ማለት ነቲ ጸጋ ጥምቀትና ንሕድሶ ኣሎና ወትሩ ከዓ ምስኡ ማይ ተተሓሓዘ ኣለዎ ማይ ገና ኣብቲ ቤተ ክርስትያን ክናቱ ከለና ማይ ዝተባረኸ ማይ ኣሎ ማይ ጨሎት ማይ ንዕኡ ንጠምዖ እንታይ ኢና ኣብቲ ንዕኡ ኢና ንዝክር ዘለና ነቲ ተመክሮ ናይ ጥምቀትና ናይቲ ብባሕሪ ምሕላፍ ብቀይሕ ባሕሪ ብኡ ሓሊፎም እዮም ብዮ ሩባ ዮርዳኖስ እዩ ዝጥመቕሉ ዝነበሩ ስለዚ ናትና ሩባ ዮርዳኖስ ተመክሮን ኣስተማቕሮን ናትና ቀይሕ ባሕሪ ምስጋር ተመክሮን ኣስተማቕሮን እዩ እቲ ጸጋ ጥምቀትና ካብቲ ቀዳማይ ምስጢር ካብቶም ምስጢራት ብምሉእ ፋሲካ ከዓ ንዕኡ ዝገልጽ እዩ ምስግጋር እዩ ስለዚ ፍቁራት ኣሕዋተይን ሓተይ ኒቆዲሞስ ክርድኦ ኣይከኣለን ካብ ስጋ ዝተወልደ ስጋ እዩ ሓቁ እዩ ስጋ ጥራይ ኣይኮንናን ንሕና ግን ፍቁራት ኣሕዋተይን ሓተይን ዓጽሚ ስጋ ጥራይ ኣይኮንናን እንታይ ደኣ እቲ ካብ ብመንፈስ ተወልደ ከኣ መንፈስ እዩ ስለዚ ንሕና መንፈሳውያን ኢና ኣብ ሰብኣዊ ጉዕዞ ዘለዉ መንፈሳውያን ካብ ማህፀን ክሳዕ መቓብር ኣብ ሰብኣዊ ጉዕዞ ዘለዉ መንፈሳውያን ኢና በቲ ጸጋ ጥምቀትና እዚ ነዚ ፍቁራት ኣሕዋተይን ሓተይን ክንምከሮን ከነስተማቕሮን እሞ ብሓቂ ከኣ እዚ ንዓና ነቲ ልባትና ተንኪፍዎ ክንዲዚ ክብርን ግርማን ዘለና ማህደር ናይቲ መንፈስ ቅዱስ ከምኡ ይብል ሓውና ጳውሎስ ርስዕኹሞ ድኹም ማህደር ቤተ መቕደስ መንፈስ ቅዱስ ምዃንኩም